ዮው ሰላም ሰላም ልኸርኹም ናይ ረማይ ፊልምስ ዩቲብ ቻነል ቤተሰብ ልኸርኹም ተኸታተልተይ ረማይ ናትኹም ተመሊሰ መፅእ ኣለኹ እሸዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሉ ቦት ድዩ ተመስገን ተመስገን እሱ ይሰኣን ብምቕፃል ኣሕዋት ኣብና ልማዓት ቪድዮና ሃብ እንተለመደ ክንስሓቕ ክንጫወት ክንዘናጋዕ ኣብ ቦታና ተረኺብና ኣለና ከምኡውን ኣብዚ ማሕበራዊ ሚድያ ኣዘራረብ ዝነብሩ ነገራት ብሓደ ኮይና ክንርኢና ኣብ ትግራይ ዝፍጠር ዘሎ ነገር ገለገለ ኩሉ እኽኸ ቢልና ናብ ልምዓት ቪድዮና ብሓደ ኮይና ክንርኢና ብምቕፃል ህዚ ናብ ቪድዮና ክንኣቲና ቅድሚ ናብ ቪድዮና ምታይና ግን ነዚ ቻነል እዚ ሓድሽ ልኾንኩም ሰዓት ተሃሊኹም ሳብስክራይብ ብምጋር ቤተሰብ ኮኑ ናብ ዓሰርተ ሽሕ ንገብሮ ዘለና ጉዕዞ ነቀላጥፎ ክልኩም ይደሊ ነዛ ቪድዮ እዚኣ ድማ ኣርባዕተ ሚእቲ ላይክ ችግር የል ትገብሩ ኢኹም ውሓት ኣርባዕተ ሚእቲ ላይክ ዲስላይክ የፍቀዲ ኣርባዕተ ሚእቲ ላይክ ምጋር ቪድዮና ክንጅምር ኢና እሽካዕ መጨረሻ ቪድዮና ምሳይ ኾንኩም ክትከታተሉ ብኸብሪ ሓትት ሰናይ ፃንሒት እሽኻት እዚ ቪድዮና መጀመሪ ክኾነና ብዚኣ ንጀምር እንታይ ይብለና ኣሎ ኣሕ ኢሉ እስቲ ንጀምር ብህይወት ካብ ዘየለዉ ተፈለጥቲ ሰባት ንሓደ ሰዓት ንክትረክብ ዕድል ከም ተዋሂበካ ንመን ምደለኻ ብህይወት ካብ ዘየለዉ እሺ ንየማነ ባርያ የማን ባርያ ዝኾነት ደርፊ ኣላ ናቱ ትምችወኒ ብጣዕሚ ትምችወኒ ማለት እዩ እሺ እንታይ ትብል እንታይ ትብል ተፈላሊና ዲና ገለ ትብል ደርፊ እስኪ ብድምፅኻ እስኪ ሞክራ ተፋላሊና ዲና ፍቅረይ የጋዲ ኮይኑ ንፋቀር ደይነበርናን ዋላ ብእዋኑ ገለ ትብሉ ብዙሕ ኣይብላን። እሻዓ እዛ ቪድዮ ምረናያ እያ ብሓቂ ብሓቂ ኣሕ ኢለብል እዚ ማለት ተፈላሊና ዲና እዚስ ናይ ማነባርያ ደርፊ ኮነ ይሕዋት ናይ ማነባርያ እምለይኮነ ትፈልጡ ሰባት ኣሃሊኹም ናይ መን ምዃኑ ኣብ ኮመንት ጸሓፉ ናይ መን ደርፊ እዚ እሺ እስቲ ካብዚ መቐፀል ዝሓፍትና እዚኣ ንስማዕያ
ሰላማት ጋይስ ኣቤት እንታይ ደክለኩም ሓሲበ ሲ እንታይ እዚ ነገር እዛ ኩለና ድዩስ ዋላ ኣበይነ እዩ እንታይ እሱ ዝኾነ መርዓ ምናምን ብቻ ዝኾነ ይኹን ቦታ ደርፊ ተኸፊቱስ ከፍ ኢለ ብጣዕሚ ብጣዕሚ ብጣዕሚ ይስዕስዕ እሺ
ትልዕል ክብል ተለኹ ህልም እግርኺ ይሰርዕ ነበ ከይዱ እዚ ኩሉ ስቴፓት ናሳዕሳዕክዎ ነበርኩ ኣይፈልጥ ከቢድ እስኪ ሃማየ ለጋጠመኩም ኣብ ኮመንት ንገሩኒ እስኪ ቤዛ እሺ ኣሕዋት ተሓፍትና ለውለትና ሰሚዕና ኒና ማለት ክስዕስዕ ተይለሲ እግረ እዩ ልጠልመኒ ነው እግረ ልጠልመኒ ኮነስ ኮፍ ኢለ ተሳዕሲዕ ጎበዝ እየ ተተላዒለ ግን ኣይኽእል ስዕስዒት እያ ትብላ እሞ ታይሽ ምልት ገይሩ ዝሓፍተይ እዛ ኮፍ ኢል ከላ ንበርኸ ወንበር ሒዝኺ ናብዚ ስዕስዒት ይትኣቲ ናብዚ ማእኸል

ኣረ ተረጋጋ ሱር ካልኣይ ኮይነ ይደግም ሎማዓንቲ ንመርዖ እሞ ኣሕዋት ማለት ሓፋር መርዓዊ ወይ ሓፋር መርዓ እንታይ ይገበርካ እዩ ትርኢ ኣለኹም ሓፋር መርዓዊ ናብዛ ዳስ እየ ኣቲ ታማ ምሸት ክመፅእ እኮ ሓደራ ግን ምሸት ከይትቐርብ ብሮ እዚ ኸብ ችግር የብሉ ምሸት ግን ተመለስ ፒክ ጌርካ ውሰዳ እሺ ኣሕዋት ኣብዚኣ ኢና ቪድዮ ሼርያ ተገይራትለይ

ብሂወትና ኣለኹ ዝክሪ ኣሕዋት ታይሞ ክብል ኣነ ብቻ ግን እዞም ኣሕዋትና እዞም ኣሕዋትና ሓንቲ ታእሽ ምጋቡ እዞም ሓንቲ ደርፊ እሽሓት ካብዚ ብምቕፃል ድማ ኩናት ኣብ ቲክቶክ ተጀሚሩ በቃ ኩናት ዓብይ ኩናት ስኢሉ ዓብይ ኣብ ቲክቶክ ጀሚሮም ብፋስ ረዩ እዚ ቪድዮ ገባዴኻ ትቀጠብ ወዲ ዝዓድጊ ዘርኢ ንመን ንዓኻ ብምንታይ ክኽትክተካ እየ ከም ከም ስጋ ኣውደኣመት መረቕ ገይረ ኣብሲለ ክሰትየካ እየ እንተ ኣድጊ ባጫ ደበል በየናይ በየናይ እስኪ ሓፍ ኣብሎ
ሮጓሊ ተጣነይ ከዓ ከተልዕልኒ ዘርኢ እታ ናይ ትግራይ ባንዴራ እንታይ ትገብር ኣላ ኣብ ገዛኻ ናይ ኣድሓን ክኽትከተካ ኣንታ እየ ወዲ ኣንታ ወዲ ሸውዓተ ከዳዕ ንዓይስ ብፋስ

ኣነ ወዲ ግርማይ እዚ ጭዋዳታ
ኣሕዋታ መኪነ የቕልሎ የቕልሎ እዩ ኣብ ቲክቶክ ዓብኡ ኩናት ጀሚሮም እኒኦ በይዛኹም ተረጋግዑ በይዛኹም በቃ ሕማቕ ነገር ይትምሃሩ ሰብ ናብ ቲክቶክ ላይቭ ለኣቲ ክዘናጋዕ ኢንቤስ ናይኹም ጦርነት ክርኢ በይዛኹም ኣብ ስድራ ቤተይ ስለ ዝተፈለኹ ግን ክብድሆ እየ ኢለን ድሕር ተበጊሳ ከዓ ክብድሆ ከም ምዃን እየ ዝኣምን ስለዚ ስደት ከም ርስና እዩ በቃ ከም ርእስና እዩ ንስደት ንርእስና ሲ ስደት ሲ ክብድሆ እየ ናብ ዘይኮነ ስራይ ክኸውን እየ ኩሉ ነገራት ሲ ክሕምቆ እየ ኢልካ እንድሕር ኬድካ ክትሕምቆ ኢኻ ክትስዕሮ ኢኻ ናይ ንሱስ ንዓይ ክሕምቐኒ እዩ ንዓይ ክፀቕጠኒ እዩ ትብል ተኾንካ ከዓ ክፀቕጠካ እዩ ስለዚ ስደት ኣብ ርእስና እዩ ዝምርኮስ ናይ ርእስና እዩ ዝኾነ ብሓፈሻዊ ናይ ዓለም ነገር ኣብ ርእስና እዩ ዝምርኮስ ዝያዳ ከዓ ከም ዝብሎ ዘለኹም ስደት ተኾይኑ ሲ ኣብ ርእስና እዩ እሽሓት ዲያን ሓፍትና ለወለቶ ሓቃ እያ ማለት ስደት ምሕደጎ ዝሓንሻዕ ካብ ገዛኻ ውፅእ ኢልኻ ትነብር ተለኻ እኳስ ኸባድ እያ ዘላታ ስምዒት እሞ ከዓ ስደት ካብ ዓድኻ ርሒቅኻ ክትገብሮ ተለካ ከቢድ ምዃን ኣሚንካ ኢኻ ትኸዶ ኣለኻ ስለዚ ናይኻ ዝኾነ ጥንካረ ናትኻ ብርታዐስ ብጣዕሚ ይልጥቕ ንስኻ ጎዝ ኾንካ ንኩሉ ክኢልካ ትሓልፍ ተኾንካ ስደት ትኽእሎ ኢኻ እንድሕር ተልዩ ኮይኑ ግን ከቢድ እዩ ከቢድ እዩ ስደት ስለዚ ብፍላይ ድማ ስደት ዘለኹም ኣሕዋትና ብርትዕ በሉ ጎቡዙ ጠንኩሩ ንዓድኹም ትምለሱሉ ግዜ ድማ ቀርባ ይገብረሉ። ኣሽሓት እስቲ ካብዚ ምቐጻል ድማ ኣብዚ ሓበራዊ ሚድያ መዘራረቢ ዘሎ ነገር ክወሰኩም እሱ ድማ እንታይ እዩ ኣብ ሰሙን እዚ ኣብ ትግራይ ዝፍጠር ዘሎ ነገር ሰሚዕኩሞ ትኾኑ ኢኹም ኢለ ተስፋ ይገብር እዚ ዝፍጠር ዘሎ ናይ ዘይምርዳእ ነገር ብዛዕባኡ መናእሰያት እንታይ ሓሳብ ኣለዎም ልብል እስቲ እዚ ቪድዮ እዚ ንረኣዮ ስምዑና እባ ደቂ ዓበይቲ ሃመይ ሃመይ እያ ትኾንላ እባ እዛ ዓድና ናበይ ናበይ እያ ትኸድላ ሰሚያ ክባልዑ ክናቆሩ ክዛዕስ በቃ ናይና ላይፍ ከበላሽዎ ቕድሚ ሐዚ ለበላሸኹሞ ሰለስተ ኣርባዕተ ዓመት እኮ ኔና ደቂ ዓበይቲ ሱባ ነስተኻኽል ሕደጉና በቃ እዋ ካብ ርእሲ ላባ ውረዱ በቃ ሰሪሕና ንበልዕ ታይ ኢና ጌርናኩም
ወዋ ታይና ወጣታት ርሒና እኮ እዚ ደጊም በቃ ብዙሕ ነገር ልፅበየና ሰባት ኢና

ክሓስብ ዝኽእል መንእሰይ የለ ኢለ እየ ዝሓስብ ምክንያቱ ጉድኣቱ እንታይ ላእክል ሕማቕ ምዃኑ ኣስተማቒርና ኢና ብደንቢ ጌርና ብምቕጻል ኣብዚ ሰዓት እዚ ኩናት ጦርነት ምውጋእ ለይኮነ ለሊናሲ ዕቤት ስራሕ ሰላም ብቻ የለሊና እሽሓት ካብዚ ምቕጻል ድማ ሰልጠነ ብዛዕባ ትግራይ ብዛዕባ ተጋሩ ገለ ለሎ ዝኾነ ቪድዮ እኒኦ እስቲ ባሕሪ ኮይነ ንርያ
እንታይ መስለኪ ኣብ ኤርትራ ከለኹ ጌጋ ርድኢት ነይርኒ ኣብ ህዝቢ ትግራይ ጌጋ ርድኢት መቅሮስ ከም ጸላእቲ በቲ ሻዕብያ ዝብለና ማለት እዩ ዋላ ካብቲ ኩናት ዝነበረ ቅድሚ 20 ገለን ዓመት ሲ ኣነ ወዲ ዓዲ ቀይሕ ዓዲ ቀይሕ ካብ ደባት ርሑቕ ኣይኮነን እዚ ባዕሰን ዓፈ ጾረና ምስ ተታሓዘ ብሰራዊት ኢትዮጵያ እንታይ ዝብል ጎስጓስ እዩ ተዋሂቦ ነቲ ህዝቢ ካድንጎሎ ዜሮ ሰለስተ ዝበሃል ናይ ሓሶት ኣሎ ናይ ሻዕብያ ሓደ ሰራዊት ኢትዮጵያ ናፃካ ወያነ ጥራይ ዝበሃል ኩሉ እቲ ናይ ፅልእ ጎስጓስ ወያነ ሲ ካብ ወዲ ሽዱሽተ ዓመት ወዲ ተባዕታይ ንላዕሊ ሲ ተቐትላ ኣላ ዝብል ጎስጓስ እጂ ኪዱ እቶም ደቂ ተባዕትዮ ንሕና ደቂ ኣንስትዮና ክዕምፁና ጥራይ እዮም ዝኽእሉ ንስኹም ኪዱ እቲ ዝነገርዎን ኣዴታት ቅንዕና ንፅህና ዋላ ሓንቲ የብለን ዝበልዎን ሓቂ መሲልዎን ከምኡ ዝብላኻ እጂ ከም ዝገብሩ ኣለዉ በቃ ከጥፍኡና እዮም ዝመፁ ዘለዉ ከፅንቱና እዮም ከምኡ ጥራይ ኢኻ ትብል ሕጂ ሽዑ ትምህርትና ገዲፍና ናብ ጋህተረ ዝበሃል ነይሩ ናይ ታዕሊም ክንዋጋ ኢና ዓሰርተ ሸውዓተ ዓመት እየ ነረ ደረጃ ትምህርቲ እየ ነረ ሻሙናይ ክፍሊ ኬድና ብዙሕ መንእሰይካ ከይዱ ሕጂ ካብኡ ዝተበገሰ ዳሕራይ ኩሉ ነገራት እቲ ናቶም ክፍኣተ ግብሪ እቲ ናቶም ተንኮል ብተግራዋይ ገይሮም ዘረዱኻ ትግራዋይ ኣሰማሚ እዩ ትግራዋይ ቀታሊ እዩ ትግራዋይ ከምዚ እዩ ትግራዋይ ሸዓተ ልቡ ትግራዋይ ትግራዋይ ዝብል ጌጋ ርድኢት ኣብቲ ሕብረተሰብ ኣንጊሱ ማለት እዩ። ጽሙቕ ኣቢለ ክሪኦ ከለኹ ግን ኣነ ብሙሉ እቲ ባህሪ እቲ ናይ ሻዕብያ ባህሪ እዩ። ናይ ህዝቢ ኤርትራ እውን ኣይኮን ናይ ሻዕብያ ናይቲ ስርዓት ባህሪ እዩ። እቲ ሰሚምካ ምቕታል እቲ ክፍኣት ግብሪ ኢሎም ዓሰርተ ልቦም ገለ ሻዕብያ እዩ። እሹሓት ካብዚ ኩሉ ታይ እናነዕዘ መሲልኩም ዘይተሓትለለሲ ማንም በቃ ከምዚ ተኣዘዝቲ ያና ኮይናን ኢና በቃ ዞም ኣብላዕሊ ለሎ ይቋጻጸሩ ማለት ዞም ኣብላዕሊ ለሎ ክልተ ኣካል ተተዋኢሶምሲ በቃ ንተሓትለለና ይእዙና ከምዚ ይቋጻጸሩና ነገር ብጣዕሚ ከቢድ ካብኡለስ ብና ወጣት ብና መንእሰይ ሂወት እዩ ጨዋታ ብና ገና እንደ ንቐጻሊ እንደ ዝሓስብ ሰብ እዮም ዝጫወቱ ካብኡ ዜር ዜር መጨረሻኦም እንታይ እዩ ተዓሪቕና ተስማዕሚዕና በቃ ኣብ ወንበር እንትውዳእ ነገር ከምዚ ኢሎም ኣብ ታሕቲ ህዝቢ ምስ ህዝቢ ከባሪዑ ደልዩ ብቻ ሓታ ሞኪነል ካብዚ ዝስማዕ ኣለዎ ንሕማቕ ነገር ገለገለ ባዕሉ ፈጣሪ ይሓሊና ክለኩም ይደሊ መርዓዊ ኣብ ዳሱ እሺ። እዚ መርዓዊ እንታይ መርዓዊ ዲጄ ገለገለ ኩሉ ዲ ሓዊሱ ሒዝዋ እታ እዛ ጉዳይ በዓል ማይክሮፎን ግዛዕ መችኻ ታማ

ዝሓወይ ማለት ፀበል ወይ መርዓ እኮ ይኹን ከይመፅእኻ ሓዘን ሞት እዩ ኣብ ሞት እንጀራ ኣዳማይ ነገር ዝሞይቱ ለሎ እንጀራ ተትግኒ ኣይሞተይ ብጥሜቲ ትግራይ ብዓይኒ ኤርትራዊ እሺ ትግራይ ከመይ ኣላ ምስለኩም ትግራይ ዋላ እኳ ግዳይ ኩናትን ዝምታን ኮይና ናብ ድኽነትን ድሕረት እንተተመልሰት ኤርትራዊ ኮይንካ ክትሪያ እንከለኻ ግን ምድረ ገነተ ያ ኤርትራዊ ኮይንካ ክትሪያ ከለኻ ኣብ ትግራይ እቶም መሰረታውያን ዝበሃሉ ማሕበራዊ ኣገልግሎታት ግቡእ ስርሖም እዮም ዝሰርሑ ዘለዉ ሙሉእ ኣገልግሎት ኤሌክትሪክ ኣሎ ኣገልግሎት ባንክ ኣዝዩ ቀሊልን ስሉጥን እዩ እኳ ደኣ ኩሉ ናይ ባንክ ኣገልግሎት ኣብ ሞባይልካ ክትረኽቦ ትኽእል ኢኻ። ሕጂ ነዚ እቲ ብርክት ዝበለ መጠን ገንዘብ እኳ ኣብ ጅብኡ ክሕዝ ዘይፍቀዶ ህዝቢ ኤርትራ ዳርጋ ማጂክ ኢሉ ክገልጾ ይኽእል እዩ።
እዋይ ፍቕሪ
ካልእ ኣብ ትግራይ ክትረኽቦ ትኽእል ዝበለጸ ነገር መጓዓዝያ እዩ። ካብ ኣዲስ ኣበባ ናብ ከተማ መቐለ ነኽሱም ወይ ንሽረ ክትከይድ ተደሊኻ መዓልታዊ ናይ ነፋሪት በረራ ኣሎ ኣብ ውሽጢ ትግራይ ካብ ቦታ ናብ ቦታ ክትጓዓዝ ዘለኻ ከዓ ማእለያ ዘይብለን ኣውቶቡሳት ኣለዋ ሚኒባሳት ኣለዋ ብዓብዪ ከዓ እተን ባጃጅ ዝበሃላ ሰለስተ እግሪ ዘለወን መጓዓዝያ ኣለዋ እዘን ባጃጅ ካብ ምብዝሐን ዝተላዕለ ኣብ ትግራይ ሕፅረት ናይ መጓዓዝያ የለን ብሰንኪ ስእነት መጓዓዝያ ዝሰናኸል መንገድን ዝተርፍ ስራሕን እውን የለን ሕጂ ነዚ መሰረታዊ ናይ መጓዓዝያ ኣገልግሎት ጥራይ ከም ኣብነት ተወሲድና ምስ ስብ ኤርትራ ዘሎ ክውንነት ብፍጹም ኣይራኽብን እዩ።
እሾሓት ኣብ እሾሓት እስትጋዙ ምቕጻል ድማ ብዛዕባ ነሽነሽ ቪድዮ ንረስቲ። ብዙሕ ሰብ ናብዚ ኣብ ኣዲስ ኣበባ ዝካየድ ዋዕላ ይኸይድ ከምዘሎ ክንሕብር ቀኒና ኢና ክሳብ እዛ ሕጂ ድማ ንሕልፍ ኣለና ካብ ዝተፈላለየ ቦታ ሰብ እናኸደ እዩ ዝርከብ ዘሎ ነሹ ከኣ ከም ሰበይ ክንደይ ግዜ ብማዕዶ ኴንካ ካብ ጸብጻብ ምሕላፍ ኣብኡ ከይድካ ነቲ ኩነታት ምዕዛብ ነቲ ህዝቢ እውን እቲ ኩነታት ከመይ ይመስል ሓበሬታ ምሕላፍ ኣገዳሲ ስለ ዝኾነ ከም ሰብና ተረኺብና ኣለና ሻሎም ሻሎም ሻሎም እናበልና ኢና ከምታ ጋዜጠኛ ነሽነሽ ካብ ሃገረ ጀርመን ንብላ ዝነበርና ሕጂ ከኣ ካብ ኣዲስ ኣበባ ክንብላ ማለት እዩ ድሮ እውን ምስ ብዙሓት ክንራኸብ ጀሚርና ኣለና እዞም ትሪእዎም ዘለኹም ብርጌድ ንሓምዱ ናይ ካናዳ ኮይኖም ካብ ካናዳ ዝመጽኡ እዮም እቲ ጽቡቕ ነገሩ ናይ ምትእኽኻብ ከኣ እዚ እዩ ኣብቲ እቲ ገሾ ምስ ብዙሓት ብሉጻት ሰባት፣ ምስ ብዙሓት ኣብነታውያን ሰባት፣ ምስ ብዙሓት ንፉዓት ሰባት ኢኻ ትላለ ማለት እዩ። ነዞም ናይ ካናዳ ከኣ ኣይምረኸብናዮምን ኔርና እንተ ደኣ ማዕዶ ማዕዶ ኮይኑ ማለት እዩ። ኣብ ከምዚ ምትእኽኻብ ክኸውን እንከሎ ግን ትራኽብ፣ ትላለ፣ ኢሂን ምሂን እትበሃል ማለት እዩ። ኣብቲ ጉባኤ ብዓቢኡ ተሳቲፍካ ድማ እቲ ዘሎ ኩነታት ንጹር ኣብ ሜድያ ኮንካ ምጉስጓስካ ምዝራብካ ዝይትርፍካ ነቲ ኩነታት ተዓዚብካ ሪኢኻ ናብ ህዝቢ ክትሕልፍ ስለ ዘለካ ኢና ማለት እዩ። እሺ እሓ እዛ ቪድዮ የምረናያ መጀመርያ ንነሽነሽ እንኳዕ ዳሕና መጻኻ ንኹላትኹም ናብዚ ጉዳይ እዚ ኢልኹም ልመጻኹም እንኳዕ ዳሕና መጻኹም ክብሎም ይደሊ ብምቕጻል ነሽነሽ ኣብዛ ቪድዮ እዚኣ ኣብ ኮመንት እንታይ ኢሉ ሪፕላይ ገይሩ እባ እንታይ ኢሉ ፒን ገይርዋ እዛ ኮመንት የቐንየልና ኣሕዋት ናብ ትግራይ ምጻእ ትብሉ ዘለኹም ኸኣ ግድን እምበር ብሩኽ ቀዳመ ሰንበት ኢሉ ናብ ትግራይ ክመፅ ይሓስብ ኣሎ እዩ ማለት እዩ ስለዚ ናብ ትግራይ ተመፂኻ ለለ ዝበለፀ ዝበለፀ ኣቀባብላ ንገብረልካ ኢና ኢና ተስፋ ንገብር እሺ ኣሕዋትና ልምዓት ቪድዮና ነዚ ይመስል ነይሩ እሽ ከዓ ዝረኹም ሰዓት ሃሊኹም ብጣዕሚ ልፈትየኩም ብጣዕሚ ለኽብረኩም ቐፃሊ ብካሊእ ቪድዮ እሽ ከዓ ንገና ኣሃ ይሞችኹም